ሰላም ዝኸበርኩም ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ብምሉእኩም ጽቡቕ ክትህልዉ ተስፋ ይገብር ናይ ሎሚ ቪድዮ ከመይ ጌርና በርገንዲ ሕብሪ ማለት ዕናቢ ሕብሪ ንጨጉርና ብሕኛ ኣንስትዮ ኢልክን ንዝሓተትክናኒ እዛ ቪድዮ ኣዳልየ ኣለኹ ክትጥቀማላ ድማ ተስፋ ይገብር ጠቓሚት ኮይና እንተረኺብክና እውን ኣብ ኩሉ ንክትበፅሕ ሸር ግበራ ኢኸን ሐራይ እምበኣር ናብታ ቪድዮ ከብለክን መጀመርያ እቲ ቀንዲ ዘድልየና ሰለስተ ማንካ ሕኛ ክንጥቀም ኢና ሰለስተ ማንካ ከድከደ በእንግሊሽ ድማ ሮዜል ይበሃል ክልተ ማንካ ርግኦ ክልተ ማንካ ዘይት ዘይቱን ፍርቂ ለሚን ሓንቲ እንቋቆሖ ኣቸቶ ከምኡ ድማ ሕብሪ ናይ ምግቢ ቀይሕ ሕብሪ ከድልየና እዩ ኣገባብ ኣሰራርሕኡ ክንርኢ ኢና። መጀመርያ ፍርቂ ለሚን ክንፀሙቕ ኢና። ፀሚቕና እቲ ቅራፉ ምስ ሰለስተ ማንካ ከርከደ ብሓደ ኩባያ ማይ ጌርና ስጋ ኣብ ዝሓፍሰልና ከነፍልሖ ኢና። ንኣብነት ሓደ ኩባያ ማይ ጌርና እንተሰኽቲትናዮ ፈሊሑ ፍርቂ ኩባያ ስጋ ኣብ ዝተርፍ ማለት እዩ። ምስ ኣፍላሕናዮ ኣዝዩ ሓፊስ ሕብሪ ቀይሕ ሕብሪ እዩ ዝመፀልና ብሓደ ኩባያ ጌራ ኣፀቢቐ ኣፍሊሐዮ ከምዚ መፂለይ ኣሎ ኣዝዩ ሓፊስ ሕብሪ እዩ ዝመፀልና ኣብዚኣ ለሚን ንዝኾነ ሕብሪ መስተይ ክንጥቀም ከለና ቀልጢፉ ሕብሪ ንክሕዝ እዩ ዝሕግዘና ጌና ብውዕዩ ከሎ ናብ ካልእ ሸሓኒ ከነስፍፎ ኢና። ቀጺልና ኣብተን ዝቐረብናየን ሰለስተ ማንካ ሕኛ ሓንቲ እንቋቑሖ ብጫ ጥራይ ከነእትወላ ኢና። ክልተ ማንካ ዘይት ዘይቱን ክልተ ማንካ ርግኦ ዘይት ዘይቱን ርግኦ እንቋቑሖ ሕኛ ከየድረቐልና ጨጉርና ኢና ንጥቀመሉ ማለት እዩ ኩሉ ግዜ ናይ ሕኛ ማስክ ክንጥቀም ከለና ዘተርክሰልና ጨጉርና ነገራት ከም ዘይት ዘይቱን፣ እንቋቑሖ ከምኡ ድማ ርግኦ ክንጥቀም ኣለና። ምኽንያቱ ሕኛ ንጨጉርና ከድርቐልና ስለ ዝኽእል። ቀጺልና እታ ኣቐዲምና ዝጸሞቕናያ ፍርቂ ሌሚን ከነእትወላ ኢና። ሓንቲ ማንካ ኣቸቶ ውን ከነእትወሉ ኢና። ኣቸቶ ጥቕሙ ከም ናይ ለሚን ኮይኑ ጨጉርና ሕብሪ ንኽሕዝ ይሕግዝ ከምኡ ውን ንቆርበት ናይ ርእስና የጽርየልና ዩ። ቀጺልና ፍርቂ ማንካ ቀይሕ ሕብሪ ናይ መግቢ ከነእትወሉ ኢና። እዚ ውን ነቲ ንደልዮ ዘለና ዝያዳ ቀይሕ ሕብሪ ኮይኑ ንኽሕዘልና ኢና ክንጥቀመሉ። ብፍላይ ድማ ንመጀመርያና እንተኾይኑ ጽቡቕ ውጽኢት ይኾነልና ማለት ዩ። ክንረኽቦ እንተዘይኪኢልና ውን ክንገድፎ ንኽእል ኢና ከርከደ ምስዚ ኣዳሊናዮ ደለና ካልእ ነገራት ኩሉ ኣኻሊ እዩ ነዚ ኩሉ በቲ ለበጥ ዝበለ ማይ ናይ ከርከደ ኣቐዲምና ዘፍላሕናዮ ጌርና ኣጸቢቕና ክንልዕጥጦ ኢና። እዚ ብሕኛ ዝዳሎ ሕብሪ ንስቤት ዘሎ ጨጉሪ ወይ ድማ ኣቐዲሙ ሕብሪ ሰትዩ ንዝጸነሐ ጨጉሪ ብናይ መጀመርያ ጊዘ ምጥቃምና ክሕዘልና ይኽእል እዩ። ጨጉርና ጸሊም እንተኾይኑ ግን እንተወሓደ ሰለስተ ጊዘ ኣብ ሰሙን ደጋጊምና ብምጥቃም ንደልዮ ዓይነት ሕብሪ ክመጸልና ይኽእል እዩ ማለት እዩ። ብዘይ ኬሚካል ብሕኛ ዝዳሎ ዝመረጽናዮ ሕብሪ ንጨጉርና ምልካይ እቲ ንረኽቦ ሕብሪ ጥራይ ዘይኮነ በቲ ካብ ሕኛ ክንረኽቦ ንኽእል ጥቕሚ ንጨጉርና ውን ዓቢ ምምሕያሽ ከምጽኣልና ይኽእል እዩ። ኣብ ዝሓለፈ ጊዘ ዝሰራሕኩዋ ተመሳሳሊት ቪድዮ ብሕኛ ዝዳሎ ቡኒ ሕብሪ ንጨጉሪ ብዙሓት ኣሕዋት ፈቲነንኣ።

ኣጸቢቕና ምስ ላዕጠጥናዮ ንሰለስተ ሰዓት ዝኸውን ከዲንና ከነጽንሖ ኢና። ክተሓሓዘልና መታን ምሸት ላዕጢጥናዮ እውን ምሉእ ለይቲ ክንገድፎ ንኽእል ኢና። ህዉኻት እንተኾይንና ግን ካብ ሰለስተ ሰዓት ዘይውሕድ ጊዘ ከነጽንሖ ኣለና። ድሕሪ ሰለስተ ሰዓት ክንልከዮ ኢና። ኣብ ጨጉርና ክንለኽዮ ከለና ግን እቲ ሕብሪ ኣብ ኢድና ከይሕዘና መታን ናይ ግድን ጓንቲ ክንጥቀም ኢና። ጓንቲ ወይ ጎማ ኣብ ኢድና ጌርና ስጋብ ጫፍ ጨጉርና ኣጸቢቕና ኩሉ ከነስትዮ ኢና።

ድሕሪ ሰለስተ ሰዓት ዝያዳ ኣብ ጨጉርና ምስ ገበረ ድማ ከምቲ ልሙድ ኣተሓጻጽባና ክንሓጽቦ ኢና። ኣብዚኣ ግን ዝያዳ ውጽኢታዊ ክኾነልና መታን ኩሉ ሰሙን ከምዚኣ ጌርና ኣዳሊና ክንለኽዮ ኣለና። እቲ ንደልዮ ዘለና ሕብሪ ንኽንረክብ እንተወሓደ ሰለስተ ጊዘ ክንጥቀመሉ ኢና። እዛ ማስክ ክንልከይ ከለና ሕብሩ ዘይፍለጥ ክዳን ማለት ጸሊም ክዳን ተኸዲንና እንተተለኸና ዝሓሸ እዩ። ምኽንያቱ ኣብ ዓለባ እንተሰትዩ ሕብሩ ምጽራይ ክኣብየና ስለ ዝኽእል። እዛ ኣዳልያ ዘለኹ ዓቐን ድማ ከም ቁመትን ብዝሕን ጨጉርና ክንውስኸሉ ንኽእል ኢና። እዛ ናይ ሎሚ ቪድዮይ ጠቓሚት ክትከውን ተስፋ ይገብር። ጠቓሚት ኮይና እንተ ረኺብክንኣ ውን ላይክ ኣይትረስዓ ኢኽን ከምኡ ውን ኣብ ኩሉ ንኽትበጽሕ ኩሉ ውን ክጥቀመላ ምስ መሓዙትክን ሼር ግበርኣ ኢኽን። ዝኾነ ዘይተረድኣክን እንተሎ ወይ ድማ ሕቶ እንተለክን ውን ኣብ ኮመንት ክትጽሕፋለይ ትኽእላ ኢኽን። እዛ ናይ ሎሚ ውን ፈቲንክን ውጽኢቱ ኩለን ኣንቢበን ክጥቀማላ መታን ኣብ ኮሜንት ክትጽሕፍኦ ተስፋ ይገብር ሐራይ ኣብ መወዳእታ ድማ እዞም ሓደሽቲ ኣብ ቻነለይ ሳብስክራይብ ትገብሩ ዘለኹም እንኳዕ ደሓን መጻኹም ኣብ ቻነለይ እንዳበልኩ ንላይክ ሼር ትገብሩ ዘለኹም ከምኡ ውን ተተባብዑኒ ኣዝየ የመስግነኩም ንዛ ቪድዮይ ሓደሽቲ ዝኾንኩም ውን ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ከምኡ ውን ንቐጻሊ ተኸታተልቲ መደባተይ ክትኮኑ ብኽብሪ ይዕድመኩም። ናይ ሎሚ ቪድዮይ ጠቓሚት ክትከውን ኩላትክን ክትጥቀማላ ተስፋ ይገብር። ብኻልእ ቪድዮ ስጋብ ንራኸብ ሰላም።